ናብ ሕክምና ከይድና ንወድና ናይ ስነ ኣእምሮ ግጭት ስለ ዝገበረ ናብቲ ሳይካትሪስት ዝበሃል ናይ ዓድና ምስ ከድናይና ከምዚ ዝብል ምኽርን ማዕዳን ንዕኡን ንዓናን ዝሃበና ቀዳምነቱ ብዘይ ቅድመ ኩነት ፍቕርን ንጡፍ ምስምማዕን ምምራሕ እዩ። ንወድኻ ስምዒታቱ ከካፍለሉ ምቹእ ዝኾነ ውሑስ ፈራዲ ዘይብሉ ቦታ ፍጠር። ንናህሪ ናይዚ ዝርርባት ክመርሖ ፍቐደሉ። ናብ ዝኾነ ቅጽበታዊ መደምደምታ ኣብ ክንዲ ምጉያይ ድማ ልክዕ ተመኩሮታቱ ኣብ ምርዳእ ኣተኩር። ኢሎም ምስ መኸሩኒ ወደይ ካብ ኢደይ ከም ዝወጸ ሽዑ'ዩ ተረዲእኒ። ተወሊድካ ዝዓበኻሉ ቦታ'ኸ ማዕረ ክንድዚ ጽልዋ ናይ የእምሮ ይገብር'ዩ። ኣነሲ ክሳብ ሕጂ ኣዝዩ'ዩ ዝድንጽወኒ ዘሎ። ወደይ ከምዚ ገይረ ኣነ ኣየዕበኹዎን፣ ግን መን'ዩ ከምዚ ገይሩ ዝብክለለይ ዘሎ ክሳዕ ዝብል'የ በጺሐ ዘለኹ። ትውልደይ ኣብ ኤርትራ'ዩ። ንንውሕ ዝበለ ዓመታት ኣብ ኤርትራ ተቐሚጠ ጋሽ ባርካ፣ ኣስመራ፣ ዞባ ደቡብ ካልእ ብዙሕ ዓድታት እንዳ ዘርኩ'የ ሂወተይን ሂወት ስድራይን ዝመርሕ ዝነበርኩ። ኣብ ትሽዑ ሰዓት ትምህርትና ክሳብ ሓምሻይ ክፍሊ ሻድሻይ ክፍሊ በጺሕና እነቋርጸሉ ዝነበርና እዋን'ዩ። ትኽ ኢልና ናብ ስራሕ ኣቲና ወይ ከኣ ግራት ናይ ኣቦኻ እንተሎ ምስኡ ከድካ ክትሓርስን ክትጉልጉልን ክትጽህን በቃ። ግዜኻን ዕድሜኻን ኣብ ከምዚ ስራሕ ኢኻ ተዋፍሮ ከምዚ ናይ ሕጂ ግዜ ወለዲ ደቆም ግድነት ግዜ ትምህርቶምን መጽናዕቶምን ድተሓሓዝዎም ንዓና ከምኡ ኣይነበረን ኣብቲ ናትና ሰዓት መሃይምነት ጥራይ ክጠፍእ ከም ዘለዎ ከምኡ ጌሮም እዮም የዕብዮምና ስድራና ወዲ ወይ ጓል ቆጺሩ እንድሕር ኪኢልዎ እዚ እኹል ትምህርቲ እዩ ናይ መን ትምህርቲ'ኸ'ዩ ምስ ጥራዝ ምውዓል፣ ምስ ቢሮ ምውዓል እንዳበሉ ነቲ ናትና ትምህርቲ ከነኣእስዎ ጥራይ'ዮም ዝውዕሉ ነይሮም። ብኸምኡ ከኣ ንሕና በቲ ሕልናት ኢና ዝዓበና። ከም ዝዝክሮ ኣብ ትሽዑ ሰዓት ኣትሒዙ'ዩ ኣነ ናይ ሸቐጥ ወዲ ሸቐጥ ደስ ዝብለኒ ዝነበረ። ብኸምኡ ከኣ ኣቦይ ኣብ ሕርሻ ከእትወኒ ኣነ ከኣ ተሓቢኤ ሸቓጠ ሸቐጠይ ክገብር። ብብዙሕ መንገዲ ከኣ ገንዘብ ክእክብን ምስ ነጋዶ ክውዕልን ክዘራረብን ንዓኣቶም ድማ ክለኣኣኹምን ዝጀመርኩ። ምስዞም ኩሎም ሰባት እንዳሰራሕኩ ገንዘብ ክእክብ ምስ ጀመርኩ ድማ ንስድራቤተይ ኣብቲ ዝነበርናዮ ዓዲ መረባዕ ክሰርሓሎም እየ ዝኸኣልኩ። ኣብ ገጾም ዘንበብኩዎ ሓጎስ፣ ኣብ ኣፎም ዝረኸብኩዎ ምስጋና ድማ ንዓይ በቃ ሕጂ ገይረሎም እንድየ ይኣኽለኒ ድብል ቃላት ሓሳባት ኣይመጻንን። እምበሺ ደኣ እቲ ናቶም ሓጎስ ንዓይ ከተባብዓኒ ናብ ካልእ ደረጃ ከኣ ከብጽሖም ከም ዘለኒ እዩ ኣረዲእኒ። እዚ ኩነታት እዚ ንዓይ ጽቡቕ ዕድል እዩ። ስለዚ ብዝተኻለን መጠን ከምዞም ምስዞም ኣብ ትሕቲ ነጋዶ ኮይነ ዝሰርሖ ዘለኹ ኣነ እውን ነጋዲ ኮይነ ኣብ ትሕተይ ብዙሓት ሰራሕተኛታት ክገብር ኣለኒ ብምባል ክሓስብን ክጓየይን ጀመርኩ። ኣብ ህይወት ክበጽሖ እየ ዝበልካዮ ግድነት እዩ ከይበጻሕካዮ ኣይትተርፍን ኢኻ፣ እዚ ኮነንት ኣዝዩ ክፉእ ዝበሃል ነቲ ዕድልካ ምስ ተራኽብካዮ ወይ ከኣ ምስ ተለወጥካ መንነትካ ትርስዕዶ ኢዩ እቲ ቀንዲ ዕንወት ኣብ ባህልን ኣብ ሕብረተሰብን ፍላይ ከኣ ኣብ ስድራቤት ኮይንካ ትነብረሉ ገዛ ዕንወት ዝኾነ መጽረፊ ስድራኻን መጽረፊ ሃገርካን ትኸውን ማለት ኢዩ ሽዑ እዚ ሂወት እዚ መዓስ ኢዩ ዝልወጥ ዶ ትብሉ ኣለኹም ይልወጥ ኢዩ ሓደ መዓልቲ ክንርኢ ኢና። ከምዚ ኢለ ዝዘረበኩም ዘለኹ ምስ ምሉእ ርእሰ ተኣማንነት ኣነ ኣብቲ ህይወት እቲ ስለ ዝነበርኩ፣ ህይወት ናብራይ ድማ ክልወጥ ከሎ ስለ ዝረኣኹ ብዓይነይ እየ ብኸምዚ ዝኣክል ድፍረት ዝዛረበኩም ዘለኹ። ኣብ ናይ ስራሕ ስምዒት ተጸሚደ እንዳ ሰራሕኩ ከለኹ ሓደ ግዜ ብመንግስቲ ሓደ ሓበሬታ ይወጽእ እሞ ኣነ ነቲ ሓበሬታ ጽቡቕ ገይረ መታን ከጽንዖ ንብዙሓት ሰባት እየ ሓታቲተ። እቲ ሓበሬታ ትምህርቲ መሃይምነት ከነጥፍእ ዝብል እዩ ነይሩ። ብድሕሪኡ ከኣ ትምህርቲ መሃይምነት ምስ ኣጥፋእኻ ማትሪክ ተፈቲንና መሊስና እውን ናብ ካልእ ኮሌጃት እውን ክንኣቱ ከም ንኽእል ብመንግስቲ ከምዚ ዝበለ ሓበሬታ ወጸ። ኣነ ካብ ቅድም ኣትሒዘ ናይ ትምህርቲ ጽምኣት ስለ ዝነበረኒ ቀልጢፌ'የ ክምዝገብ ዝኸኣልኩ። በቲ ስርሐይ በቲ ትምህርተይ እንዳበልኩ ከኣ ዝተዋበ ንግዜ ናይ ትምህርተይ ብግቡእ ዛዘምኩ። ኣብ ማትሪክ ነጥቢ ስለ ዘምጻኹ ከኣ ናብ ኮሌጅ ማይ ንፍሒ ተበገስኩልኩም። ብኢንጂነሪን ተመሪቐ ከኣ'ብኡ ወረቐተይ ሒዘ በቲ መንግስቲ ዝመደበኒ ክሳዕ ዝሰርሕ ኣብቲ ዝሰርሓሉ ዝነበርኩ ስራሕ ኮይነ ክጸባበን መሊሰ ውን እቲ ዘለኒ ፍልጠት ከማዕብሎን ጀመርኩ። ካብቶም ነጋዶ ብፍሉይ ዓርከይ ኮይኑ ዝነበረ ብዕድመ ካባይ ዝዓቢ ከምዚ በለኒ እስኻ ነጋዳይ ኢኻ መቸም ናይ ኤርትራ ዓድታት ኣይጠፋኣካን እዩ። ስለምንታይ እዚ ወረቀትካ ሒዝካ ናብ ስደት ዘይትከይድ ኣብኡ እኮ ብጣዕሚ ብዙሕ ብዙሕ ገንዘብ እዩ እኮ ዘብላዓካ እዚ ሒዝካዮ ዘለካ ከምኡ ኔሩ ቅድም ካባና ዝዓቢ ሓደ ሓውና ኔሩ እዩ ንሱ ኣብኡ ኮይኑ ከዕለና ከሎ እዚ ከምዚ ዓይነት ትምህርቲ ዘለዎ ሰብ ኣብዚ ተመጺኡ ብፍላይ በቃ ሓንቲ ዓዲ ናይ ኤርትራ ከም ዝገዝኣ ኣነ እፈልጥ እየ ክንደይ ገንዘብ ዘኻዕበቱ ሰባት ስለ ዝፈልጥ በጃኹም ከምዚ ተማሃሩ እንዳ በለ እዩ በቲ እስኻ ዝወዳእካዮ ትምህርቲ ዋላ ኣብ ኤርትራ ከምኡ ዓይነት ትምህርቲ ከምኡ ዓይነት ዕድል ኣይሃሉ ናብ ስደት ወጺና ክንመሃር ዝግድደና ዝነበረ ንሕና ግን ትምህርቲ ተማሂርካ ኣይተማሂርካ ዋላ ሓንቲ ጥቕሚ የብሉን ገንዘብ ኣይእክበልካ ገለ ይእክበልካ ሕጂ ስቅ በለና ንስካ መጽሓፍካ ብላዕ ንሕና ከኣ እቲ ወረቀት ዝኮነ ገንዘብ ክንበልዖ ኢና እንዳ በልና ኢና ንዛረቦ በለኒ። እዚ ሓሳብ ንዓይ ሓድሽ እዩ ኣብቲ ቀዳማይ ግዜ ክቅበሎ ኣይከኣልኩን ምክንያቱ፣ ዘዕበየትኒ ዓዲ ስድራ ገዲፈ ናበይ ክወጽእ ድሕረይ ከ ንሳቶም ከመይ ክኮኑ ኢለ ብውሽጠይ ክሓስብ ድሕሪ ምጽናሕ ነቲ ሰብ ከምኡ ኢለ ተዛረብክዎ ኣታ ሰብ፣ እስኻ ነጋዳይ ኢኻ ክንደይ ገንዘብ ኣኪብካ ኣለኻ ልዕልና ኢኻ ኮትካ ዘለኻ እቲ ገንዘብ እንታይ ክኾነካ እዩ መውጽኢኻን ንስድራኻ ከኣ መጻንሒ ክኾኖም ሃቦም እስኻ ቀልጢፍካ ውጻእ በለኒ ድሕሪ ሓደ ወርሒ ኣቢለ ከኣ ውሳኔይ ከቁሞን ከጽንዖን ጀመርኩ ንስድራይ ከኣ እቲ ገንዘብ ኣውጺኤ ንዓኣቶም ድሕሪ ምሃበይ እቲ ንዓይ ዘድልየኒ ገንዘብ ብደገ ደገ ወዲኤ መጻእኩ። ካብቶም ነጋዶ የዕሩኽተይ ሓደ በዓል መኪና ስለ ዝነበረ ብኡ ገይረ'የ ናብ ሱዳን ዝወጻእኩ። ኣብ ካርቱም ድሕሪ ምእታወይ ከኣ እቲ ሒዘዮ ዝነበርኩ ቢዝነስ፣ ጎኒ ጎኑ ከኣ እቲ ትምህርቲ መታን ከይጠፍኣኒ እንዳጽናዕኩ እንዳሰራሕኩ ይናበር ነበርኩ። ኣብዚ ግዜ'ዚ ድማ'ዩ ሓደ ኣብ ኮሌጅ ዝተላለኹዎ ናይ ትምህርቲ ዓርከይ ኣብ ፈይስቡክ ይረኽቦ'ሞ ብቐጥታ ቅድሚ ምድዋለይ ቅድሚ ድኾነ መሴጅ ምጽሓፈይ ናቱ ፕሮፋይል ኣትየ ምስ ረኣኹዎ ኣብ ኖርወይ ኣብ ኤውሮጳ ይነብር ከም ዘሎ ይፈልጥ። ሃይ ኢለ ድሕሪ ምጽሓፈይ ድማ ንሱ ድሕሪ ክልተ ሰሙን ይምልሰለይ። ሃይ መን ክብል በለኒ። ኣነ ኣብ ኮሌጅ መማህርትኻ ዝነበርኩ፣ መዳቕስትኻ፣ ኣብ ሓደ ዓውዲ ከኣ ዝወዳእና ኢና። እስከ ዘክር። መን ትብለኒ? ምስ በልኩዎ ቀልጢፉ'ዩ ድምጸይ ዝኣተወሉ። እውይ ኣንታ መዓዛ ወጺኻ? በለኒ። ንሱ ካብ ዝወጽእ፣ ሰለስተ ዓመት እዩ ጌሩ ኣንታ ሰለስተ ዓመት ኢኻ ኮይርካ ካብ ትወጽእ እታ ደኣ መዓስ ኢኻ ወጺኻ ገይርካ ስኻ ንሓምሳ ዓመት ዕስራ ዓመት ዝገበርካ ትመስል ኢለ ከስሕቆ ጀመርኩ ኣንታ ከምኡ ዘይኮነ ስደት ሓንቲ ዓመት ጥራይ እኽልቲ እያ ከባቢ ዕስራ ዓመት ከም ተቐመጥካ ጌራ ተዛርበካ እኽልቲ እያ ንሳ ደሓር ከኣ ኣብ ጫሙይ ኣቲኻ እባ ርኣያ ኢሉ ንሱ እውን ስምዕታ ዘለዎ ጸወታ ዝመስል ተዛረበኒ። ብዙሕ ነገራት ድሕሪ ምዕላልና ከኣ ንሱ ስራሕ ዝኣተወሉ ስለ ዝነበረ በል ቁጽሪ ሞባይለይ እሞ እንካ በለኒ። ኣብ ድኾነ ሰዓት ኮኔክሽን ድሕሪ ዘይብልካ ከምዚ ሕጂ ተሸጋጊርካ ኣቲኻያ ዘለኻ እንድሕሪ ትኣቱ ኮይንካ ብመስመር ደውለለይ ኣነ ዓፄ ባዕለይ ክድወልኪ ኣይበለኒ እዛ ዓርከይ ሕጂ ኣብ ስደት ሰብ ክኮነኒዩ ኢለ ሓሲበ ዘይፈልጥ እዩ ብድሕሪኡ ከምኡ ኮኔክሽን ክኣብየኒ ከሎ ብመስመር እንዳደወልኩ ንሱ ውን እንዳረከበኒ ዝምድናና ካብቲ ኣብ ኮሌጅ ዝነበረ ኣብዚ ዝበለፀ ክንገብሮ ፈተና ኣምላክ ይመስገን ውን ልዕሊ ሓወይ ኮነኒ ብዙሕ ሓገዝ እንዳሓገዘኒ ድማ ኣብ ትምህርተይ ዘለኒ ተገዳስነት ከንብቦ ግዜ ኣይወሰደሉን። ብዝኻኣሎ መጠን ክሕግዘኒን ናይ መነባብሮይ ናይ መግበይ ናይ ኩሉ ነገር ንሱ ክሽፍነለይ ምዃኑ ቃል ኣትይለይ ነታ ሞባይል ዓጸዋ። ከመይ ዝበልዎ ጥዑይ ሰብ እዪ እዚ። ኢለ ክምርቆን ከድንቆን እየ ዝጀመርኩ። ትምህርቲ መታን ክቕጽሎ ከኣ ብኦን ላይን ድፈልጦም ሰባት ስለ ዝረኸበ ንዓይ ከምህሩኒ ንሱ'ውን ብኡ ክኸፍሎ ምዃኑ ነገረኒ። ነቲ ሒዘዮ ዝነበርኩ ዓውዲ ትምህርቲ ግድነት እዩ መነቓቕሒ ዘድልዮ። እዚ ሰብ'ዚ ከኣ ንዓይ ብጣዕሚ ጠቒምኒ። ምኽንያቱ ክንደይ ረሲዐዮ ዝነበርኩ በዚ ትምህርቲ እዚ፣ ክዝክሮን መሊሰ ከኣ ከጽንዖን እየ ዝጀመርኩ። መቸም ግብራዊ ትምህርቲ እንደ ተማሂርካ ተቐላጢፍካ ኣብ ውሽጢ ሰለስተ ወርሒ ወይ ክልተ ወርሒ ክትሰርሓሉ እንድሕር ዘይጸናሕካ ተረሳዓይ እዩ። ኣነ ከኣ ኮምኡ ኮይነኒ። በዚ ዓርከይ እዚ ግን ቀልጢፈ ክዝክሮን ከሐድሶን እየ ጀሚረ። ማስትሬት ድሕሪ ምባል ከኣ ብትምህርተይ እዛ ዓርከይ ካልኣይ ቃል ኣተወለይ ኣነ ናብ ዘለክዎ ዓዲ ክስሕበካ ክፍትን እየ ተዘይ ኮይኑ ኣሜርካ ዝገብሩልካ ሰባት እንድሕር ረኪበ ክተሓባበርዎ ክብሎም እየ እስካ ኩሉ ወረቃቅትካ ኣዳልዎ ኣነ ሹር እየ በቃ እዚ ዕድል ተከፊትልካ ዘሎ ተጠቀመሉ ብምባል ናብ ኣሜርካ ወይ ናብ ኖርወይ ዝብል ሓሳባት የእተወለይ ልክዕ ከምቲ ዝበለን ከኣ ተስፋ ዘለዎ ኮይኑ ስለ ተሰማዓኒ ኣነውን ተስፋ ክገብር ጀመርኩ ኣብ ኣሜርካ ሰብ ስለ ዝረከበለይ ከኣ በቲ ሰብ ጌሩ ፕሮሰስ ገበረለይ ኩሉ ዝወዓል ውዕለት ንሱ ይከፍሎ ብምንባሩ ኣነ ቁርብተይ ክስከፍ ጀመርኩ በጃካ ንዓይ ክንድዚ ሸሓት ኣውጺካ ደሓር ከ ስድራካ እንታይ እዮም ክበልዑ ኢለ ክዛረቦ ጀመርኩ ንሱ ግን ዓርከይ ስምዓኒ ንሳቶም ኣብ ዓዶም እዮም ዘለዉ ንስካ ግን ካብ ዓድካ ወጺካ ከልበትበት ካብ ትብል ኣነ በዚ መስዋእቲ ምኽፋል ሕሸኒ ንዓኣቶም ሚእቲ ክልተ ሚእቲ ሰይደ ምዕጋስ ሕሸኒ እምበር ኣብ ዓዲ ስደት ዘሎ ሰብ ዶ ይጠፋኣኒ ይመስለካ? ኢሉ ልቦንኡ ክገልጸለይ ጀመረ ልክዕ ካብ ዝጅምረለይ ከኣ ኣብ ሳልሳይ ዓመተይ ኣነ ልክዕ ከምቲ ናይቲ ዓርከይ ኣካያይዳ ናብ ኣሜርካ ብፕሮሰስ መንገዲ ኣተኹ መጀመርታ ኣሜርካ ምስ ኣተኹ ቀጨውጨው ኢልኒ ምኽንያቱ ነጋዳየ ነጋዳይ ክኣ ኮፍ ምባል ኣይፈቱን እዩ እንተ ብሞባይል እንተ ብእግሩ ክሰርሕ ኣለዎ ኣነ ክኣ ብሞባይል ከይሰርሕ ዓደይ ኣይኮነን ብእግረይ ከይከድ ከኣ ድፈልጦ መንገዲ የብለይን ኢለ ነዊሕ ድሕሪ ምቕማጠይ ናብ ዝዓርከይ ደዊለ ዝዓርከይ እዛ ከተማን እዛ ዓድን ደኣ ከመይ እያ ወደይ ተደኣ ሱቕ ኢላ በሪዳትኒ ወላሓንቲ ዝብላዕ ዘይብላ ኢለ ክዛረቦ ምስ ጀመርኩ እዚ ዓርከይ ኩነታት ወይ መግቢ ስኢነ ዝጠሚ ዘለኹ መሲልዎ በጃኻ ኣነ ወላ ክሰደልካ እየ ጥራይ ኣይተማርር ኣብ ስደት ታማሪርካ ብኣ ጌርካ ኢኻ ናብ ድኽነትካ ትኣቱ ሕጂ ዋላ ኣነ ክሰደልካ እየ በጃኻ ንስኻ ጥራይ ኣይተማርር በለኒ ኣነ ግን ናይ ኩነታት ኣየር ወይ መግቢ ስኢነ ይጠሚ ስለ ዘለኹ ኣይኮነን ግን ከምቲ ዝሰርሖ ዝነበርኩ ኣይሰርሕን እየ ዘለኹ በጃኻ ትፈልጦም ሰባት ተለካ ተሓባበረኒ በልክዎ። ንሱ ኣብዚ ግዜ እዚ በዓል ሓዳር ኣቦ ሓደ ቆልዓ እዩ። ኣብ ኣሜሪካ ከኣ ብጀካ እታ ብወላዲት ኣዲኡ ትውለድ ሓፍቱ ካልእ ዝፈልጦ ኣካል የብሉን። ንዓኣ ክሓተልካ እስከ በለኒ። ናብዛ ሓፍቱ ደዊሉ ናተይ ቁጽሪ ተሌፎን ከም ዝሃባ ተመሊሱ ነገረኒ። ንሳ እውን ኣይሓመቐትን ሽዑ ንሽዑ ደወለትለይ። እወ ሓወይኮ ክነግረኒ ጸኒሑ። ከምዚ ከምዚ ዓይነት ወረቀት ኣለዎ ኣብ ስራሕ ከኣ ብጣዕሚ ንፉዕ እዩ ነጋዳይ እዩ ክብለኒ ጸኒሑ ሓቁ ድዩ በለትኒ እዚ ኩሉ ቅድሚ ሰላምታ ቅድሚ ከመይ ኣለኻ ደሓን ዲኻ ምባል ስለ ዝጀመረት ንዓይ ከይደንጸወኒ ኣይተረፈን እዋእ እንታይ ደኣ ጓለይ ሰላምታ ዶ ይቅድምን ኔሩ ኢለ ተዛረብክዋ እዛ ጓል እዚኣ ግን ብጣዕሚ ሲርየስ ጓል እያ ኖኖ ብስራሕ ምክንያት እንድዩ ደው ኢሉለይ ኣነ ከኣ ናይ ስራሕ ምክንያት ስለ ዝኮነየ ብናይ ስራሕ ቋንቋ ዝዛርበካ ዘለኩ ከመይከ ደሓን ዲካ ከመይ ኣቲካ ጽቡቅ ኣቲካ ዶ ያኣ ኣሜርካ ምስ ኣተካ ግድነት እዩ ተን ክልተ ወርሒ እታ ሓንቲ ወርሒ ብፍላይ ቀጨውጨው ክብለካ ግድነት እዩ ኣዝማድ ኣለውካ ድዮም ኣብዚ ዓዲ በለትኒ ኣነ ብናይ ዓርከይ መንገዲ እየ ኣትየ ከይብላ ንሳ ካልእ መዘዝ ከይተምጽኣሉ ስለ ዝፈራሕኩ ኖኖ የብለይን ኣምላኽ ኣሳሊጥለይ መጼ በልክዋ። ዋው ብጣዕሚ ጽቡቅ እዩ ኢላ ብእንግሊሽ ወሳሲካ ተዛረበትኒ ኣነ ብጀካ ኣብ መጻሓፍተይን ኣብቲ ትምህርተይን እንግሊሽ ተዛሪበሉ ኣይፈልጥንየ ያኣ እንታይ ዳኣ ሓረካት ትቀትለና ብምባል ጥራየ ድዓጽዋ ኔረ ምዛ ሰብ ካኣ ኣብቲ ሽዑ ሰዓት ሌላና ፈጺምና ኣብ እንዳ ሻሂ እንዳተራኸብና ክንዘራረብ ምዃንና ነገረትኒ። መዓልታት ናይ ቆጸራና ስለ ዝኣኸለ ከኣ ኣብ ሓደ እንዳ ሻሂ ኮፍ ኢልና ከነዕልል ጀመርና። ወረቐተይ ኣርኣኹዋ፣ ኩሉ ዘለኒ ፍልጠት ከኣ ኣካፈልኩዋ። ንሳ ንንውሕ ዝበለ ዓመታት ኣብ ኣሜርካ ጌራ ስለ ዝነበረት፣ ኣሜርካ ቤን ኣቲኻ ቤን ትውጻእ ጽቡቕ ጌራ እያ ትፈልጣ። ምስ ኩሎም እትፈልጦም ሰባት ከኣ ኣላለየትኒ። ከምዚ ዓይነት ትምህርቲ እዩ ዘለዎ ብምባል ከኣ ኣብ ክልተ ሰለስተ ትካላት ወረቐተይ የእተወትለይ። እንተኾነ ናይ ስራሕ ልምዲ ስለ ዘይጸናሓኒ ንክልተ ወርሒ ኣብ ካልእ ትካል ንክሰርሕ ጥራይ ኢለ ኣተኹ። እዛ ሓፍቲ ዓርከይ ከኣ ሓንቲ ስራሕ ልክዕ እዛ ክልተ ወርሒ እዚኣ ምስ ወዳእካ ረኺበልካ ኣለኹ ሕጂ ክንደይ ተሪፍካ ዘሎ ክትውድእ በለትኒ። ክልተ ሰሙን ወይ ሓደ ሰሙን ፈረቓን ተሪፉኒ ኣሎ በልክዋ። በል ከምኡ ኢለ ክነግሮም እሞ እንተተቐቢሎምኒ ጽቡቕ ኣይተቐበሉኒ ግን ካልእ ስራሕ ምድላይና እዩ ኢላ መልሳ ሂባትኒ ከደት። ኣነ ንዛ ጓል እዚኣ መልክዓ ኮነ ኣዘራርባኣ ብጣዕሚ ፈተኽዎ። መቸም ኩሉ ወድ ታባዕታይ መልክዕ ምስ ረኣየ ብጣዕሚ እዩ ዛንዛን ዝብል። ኣነ ኣብዚ ሕጂ ሰዓታት ብመልክዓ ኣይኮንኩን ግን መልክዓ ካብ ናይ ካልኦት ኣዋልድ ፍልይ ዝበለ ስለ ዝኾነኒ እየ መልክዓ ዝበልኩኹም እምበር ኣብ ውሽጠይ ካልእ ስምዒታት እያ ሓዲራትለይ። ኣይጸናሕናን ከኣ ልክዕ ኣብ ስራሕ ምስ ኣተኹ ንዓኣ ክጋብዛን ኣብ ገዛይ እናጸዋዕኩ ከኣ ካፕቺኖ ከስትያን ጀመርኩ። ካፕቺኖ ካብቲ ንሳ ትፈትዎ ዓይነት ውዑይ መስተ'ዩ ነይሩ። እወ ልክዕ ከም መስተ ቡን ካብ ካልኦት መስተ ካብ ቢራ ካብ ዊስኪ ካብ ዋይን እንታይ ደፍል ኣለዎ እቲ የወልፈካ እቲ ከኣ የወልፈካ እንታይ ይገበር ብዝኾነ ግን ምስዛ ጓል ኣይደንጎናን ናብ ናይ ፍቕሪ መንገዲ ኣተና። ክልቴና ተፋቐርቲ ኮይና ከኣ ክሳብ ክልተ ዓመት ጸናሕና። ድሕሪ ክልተ ዓመት ነዛ ዓርከይ ነጊረ ክምርዓዋ ምዃነይ ንሳ ንዓይ ኣነ ውን ንዓኣ ብምባል ከስሕቖ ጀመርኩ። እዚ ዓርከይ ኣዝዩ ተሓጒሱ እዋእ ኣታ ብዋዛወዛስ ናብ ስድራቤተይ ኣቲኻ ኣንታ ከመይ ዓይነት ደፋር ኢኻ እንዳበለ ከስሕቐኒ ጀመረ። ምስዛ ጓል እዚኣ ጽቡቕ ሌላይ ኔርና ኣብ ሓዳር በጺሕና ውላድና ወሊድና ጥዑም ሂወት ክንመርሕ ዘይምነ ሰብ ኣይነበረን። ብኸምኡ ኸኣ ኣምላኽ ረዲኡና መርዓን ደርዓን ጌርና ስድራና የሐጒስና ንሕና ውን ህይወትና ሀእ ኢልና ጀመርና። ልክዕ ኣብ ቀዳማይ ዓመትና ኸኣ ኣዝዩ ጽቡቕ ቆልዓ ኣብ ሕቑፈይ የሕቖፈትኒ። ህይወተይ መሊሱ እንዳ በርሀ እንዳ በርሀ እዩ ከይዱ። ብገንዘብ ብኻልእ ነገራት ዘይሽገር ሰብ ኮንኩ። ብፍላይ ከኣ ኣይወለድኩን ብምባል እተምጽኦ ኣብ ኣእምሮኻ ናይ ጭንቀት ስምዒታት ብጣዕሚ ከቢድ እዩ። ልዕሊ ዘይምምርዓው ዘይምውላድ ብጣዕሚ ከቢድ እዩ ወድና እንዳጎበዘ እንዳዓበየ ወዲ ዓሰርተ ዓመት ምስ ኮነ ሓደ ፍሉይ ባህሪ ከንብበሉ ጀመርኩ ቤትምህርቲ ውዒሉ ክመጽእ እንከሎ ድዛረበኒ ዘረባ ኣሎ እቶም ደቂ ቤትምህርቱ ኮነ ደቂ ክላሱ ብፍላይ ከኣ እተን ኣዋልድ ድቀርበኦ ብጣዕሚ ጽቡቅ ምዃኑ እንዳ ገለጻ ንዓኻ መን እዩ ወዲ ኢሊካ እስኻ ጓል ኢኻ እንዳ በላ ከም ዝዛረብኦ እቶም ኣወዳት ክኣ ልክዕ ከም ናይ ኣዋልድ ኣተናኻኽፋ ኣብ ገጹ ኣብ ካልእ ክፍሊ ኣካሉ እንዳ ተንከፉ ንስኻ በቃ ጓል ኢኻ ብጣዕሚ ዘሐጉስ ኣካላት እዩ ዘለካ ካብ ሕጂ ሰዓታት ዘለኪ እወ ክንደይ ክትጽብቒ ኢኺ እንዳ በልና ክንጽውዓካ ኢሎም ከም ዝዛረብዎ ነገረኒ ኣነ ብኡ ከምኡ ኮይነ ክሰምዖ ከለኹ ብጣዕሚ እዩ ዘሕዝነኒ እንታይ እንታዮም ኢሎምኻ ካብኡኸ እንዳ በልኩ እየ ዝሰምዖ ኔረ እዚ ወደይ ሓደ ነገር ኣብ ኣእምርኡ ከእቱ ጀመረ ኣነ ወዲ ኣይኮንኩን ጓል እየ ዋላ ናይ ኣሜርካ ስርዓት ልክዕ እኮ ከምዚ እዩ ባባ ኣነ ዝደለኽዎ ዓይነት ጾታ ክኸውን ምሽ ኣብ ቤት ትምህርቲ ከምኡ ኢሎም ዝምህሩና ዘለዉ ሓቂ ተዘይከውን ኔሩ ስለምንታይ ናብ ቤት ትምህርቲ ኣምጼሞ ትምህርቲ እኮ ዋሃዮ ናይ ዝኾነ ስነ ስርዓት ባህሊ እኮ እዩ ሕጂ ከኣ ባባ ኣነ ብናቶም ዘረባ ጥራይ ዘይኮነ ዋላ ክሓስቦ ከለኹ ጽቡቅ ኣካላት ኣነስ ጓል እየ ክብል እየ ደምዲመ ዘለኹ በለኒ ሀዝ ካብ ሕጂ ንሰዓታት ንዓይ ሽም ወዲ ዘይኮነ ሽም ጓል ጌርካ ኢኻ ንዓይ ትጽውዓኒ በለኒ። እንታይ? ኢለ መኪና ህይወቱ ኣቢለ ወጻእኩ። በቲ ስግር ናይቲ ጽርግያ ከይደ ከኣ ኣውያተይ ደርጓሕኩዎ። ኣታ ኣምላኽ! ንምንታይ ከምዚ? ንምንታይ ኣብ ወደይ? ስለምንታይ? ስለምንታይ ዋላ ምስ ሞትኩ ዘይከውን? ከለኹ ክመውት ደሊኻኒ? እንዳበልኩ ምስ ኣምላኽ ኣቦታተይ ክዘራረብ ጀመርኩ። ውላደይ ከምዚ ካብ ዝብለኒ ኣነ ነብሰ ቅትለት ገይረ ምሟት ምሓሸኒ። እዚ ዓይነት ሂወት ኣነ ብዓይነይ ክርእዮ ኣይደልን እየ ነዚ ወደይ ከኣ ብዙሕ መግናሕቲ እየ ገኒሐዮ ደሓር ግን ናይ ኣሜርካ ሕጊ ኮነ ናይ ካልኦት በዚ ምዕራብ ዘለዉ ንደቅካ ክትሃርሞም ኮነ ንደቅካ ውን ከቢድ ድኮነ ቆይቃ ክትቆያቆም ከምዘይብልካ እዩ እቲ ዝተሓጋጎም ዋላ እኳ ንዑ ዝጠቅም ተዘዛረብክዎ ንሱ ግን እንዳ ነብዐ እዩ ንገዝኡ ሒዘዮ ዝከድኩ ነዲኡ ምስ ነገርክዋ ክትጽለል እያ ደልያ ነዚ ኣንታ ኣምጻኣለይ ምትመኮስ ኣንታ ኣበንቲ መጉድኡ ቡን እግሩ ስብርስብር ኣቢለ ኣነ ቤት ማእሰርቲ ክልተ ዓመት ሰለስተ ዓመት ምእሳር ይሕሸኒ ኢላ ክትፍክርን ግደፈና ክትብለንን ጀመረት ኣነ ግን ከረድኣየ ዝጀመርኩ በጃኺ ንሕና ወድና እኮ ደየለ ነገር ኣይኮነን ከምጹ እዩ ግድነት እዩ ኣብ ኣሜርካ ተወሊዱ ኣብ ኣሜርካ ዝዓቢ እንድሕር ኣሎ ናይዚ ዓዲ እዚ ጽልዋ ክጸልዎውን ግድነት እዩ ስለዚ ብዝተኻልና መጠን ንሕና ምኽሪ ንሕተት እንተዘይ ኮይኑ እዛ ዓድና ኣይኮነን ከም ድሌትና ክንገብሮ ሓደ መዓልቲ ውን ክምንጥሉና ስለ ዝኽእሉ ዘላትና ኣማራጺ ሕጂ እንዳ ስነእምሮ ከይድና ብዛዕባ ጥዕና ወድናን የእምሩኡን ከመይ ጌርና ክነስተኻኽሎ ከም ንኽእል ንሱ ጥራይ ንሕሰብ ኣብቲ ሕክምና ከይድና ከኣ ብዛዕባ ወድና ጥዕና ወድናን ኣጸቢቕና ንሕተት ኣብኡ ጥራይ ንጽቀጥ ንሕና እምበር ብዓልና እዚኣ ክንወጻ ኣይንኽእልን ኢና። ናይ ሰብ ሓገዝ ግድነት ይከልየና ከምዚ እንዳበልና ጥዕና ናይ ወድና እንዳሓለና እቲ ክፉእ ዝኮነ ኣተሓሳስባ ግና ካብ ኣእምርኡ ጌና ኣይወጸን ልክዕ ወዲ ዓሰርተ ሸውዓተ ዓመት ምስ ኮነ ከኣ ጓል ተዘይ ኮንኩ ኢሉ ነዛ ገዛ ብሓንቲ እግራ ጠጠው ኣበላ ብዙሕ ናይ ነብሰ ቅትለት ፈተነ ጌሩ እዩ መወዳእትኡ ግን ዕድሚኡ ዋላ ኣብ ኣሜሪካ ከምዚ ዓይነት ንሕና ኣተሓሕዛ ንሕዞ ዘለና እንተ ሒዝናዮ ክሳዕ ናይ ዘላኣለም ቤት ማእሰርቲ ከም ንእሰር ስለ ንፈልጥ ነዚ ቆልዓ እዚ ብሰንክኹም ኢየ ሞይተ ንኸይብል ፍቓዱ ክነማልእ ኢና ተገዲድና ሂወት ኣዝዩ ከቢድኒ ኣብ ናይ ወደይ ሓሳብ ኣትየ ክሰማማዕ ክርኢ ከለኹ ኣነን ወደይን ካብ ገጽ ኣምላኽ ርሒቕና ናብ ሲኦል ንድርበ ኮይኑዩ ዝስማዓኒ ዘሎ ዋላ ተረዳእክዎ ውን ዘይርዳእ ቆልዓ ኮነኒ እንታይ ክገብሮ እኽእል? ኢለ ኸኣ ነቶም ናቱ ሓካይም በቃ ስምዒታተይ ገቲኤ ከም ዝሰማምዖ ነገርክዎ። ዘድሊ ድሕሪ ምኽፋል ከኣ መራፍእ ክውጋእ ጀመረ። ኩሉ ሆርሞኑ ከኣ ናብ ናይ ወዲ ክልወጥ ዓይኒ ብዓይኒ ክርእዮ ጀመርኩ። ወደይ ብሓንሳብ ከምዚ ኢሉ ልጓም ፈቲሑ ክኸይድ ብወገነይ ከምኡ ኣይጽብየን እየ ነይረ። እዚ ኩሉ ዝገበርክዎ ግን ንሱ ኣብ ቅድሚ ኣዒንተይ ክሳቐን ሞይቱ ከይርእዮን ከኣ ስለ ዝፈራሕኩ እየ። የሕዋተየ እዚ ዘለኹዎ ሽግር ሕጂ ንዓኻትኩም ከምዚ ኢለ ነጊረኩም ኣለኹ ገጽ ሰብ ምርኣይ ብጣዕሚ የሕፊርን ኣሎ ኣብ ቦታ ናይ ኮመንት መልስኹም ሓሳብኩም ምኽርኹም ክጽበየ እቲ ዝኾነ ኩሉ ኮይኑ እዩ በቃ ኣነ ሕጂ ኣብ ከቢድ ንስሓ ክኣቱ ከም ዘለኒ እዩ ዝርድኣኒ ዘሎ የሕዋተየ ካባይ ክትመሃሩ ኢለ ዘይኮንኩ ክተማኽሩኒ እየ እዚ ኩሉ ዛንታ ከዘንትወልኩም ጸኒሐ። የሕዋተየ በጃኻትኩም እዚ ናተይ ምኽሪ ዝደለየ ሂወት ሸለል ኢልኩም ኣይትሕለፍዎ ጽን ኢልኩም ስለ ዝሰማዕኩምኒ የቐንየለይ ኣምላኽ ንኹላትና ካብዚ ይሰውረና።